ንእስነተይ ምስ ኣዘየ ዝፈትዎ ኣቦይን ዓብ ሓወይን እየ ኣሕሊፈዮ ኣደይ ገና ቁልዕት ከለና ስለ ዝሞተት ኣቦና የዕቢና ኣቦና እውን ኣተዓባቢኡ ልካ ዓደ ከም ዘላትና ኮይኑ ክስምዐና እኳ እንተገበረ ንሕና ግን እቲ ናይ ኣደ ምስኣን ስምዒት ስለ ዝስምዐና ዝነበረ ብፍላይ ኣነ ስእሊ ክርኢ ከለኹ ናይ መሓዙተይ ኣዴታት ክርኢ ከለኹ ዝስምዐኒ ዝነበረ ሓዘን ኣዝዩ መሪር እዩ ዝነበረ። በዚ ድማ ኣቦና ዝኽእሎ ኩሉ እናገበረ ካብ ዝነበረና ስምዒት ከውፀና እዩ ዝፅዕር። ህይወቱ ኩሉ ንዓና የሕሊፉ ሂቡና። ንሱ ናይ ውሽጥን ናይ ደገን ስራሕ እናሰርሐ መላይ ስለ ዝኸበደ እውን ኣብ ገዛ ንኽትሕግዘና ሓንቲ ሓጋዚት ቆፀረልና። ኣነን ሓወይን ትምህርቲ ቤት ብዙሕ ንፉዓት ብዘይምንባርና ምናልባት ናይ ገዛ ስራሕ ተፅዕኖ ንኸይገብረልና ብምባል እዩ እዚ ዝገበረ። እንተኾነ ግን ኣነ በዚ ሕጉስቲ ኣይነበርኩን፣ ንእሽተይ እውን ስለ ዝነበርኩ ኣብ ገዛና ዝኣተወት ጓል ሰበይቱ ክገብራ ይደልዩ ብምባል ክሰማማዕ ኣይከኣልኩን። ብድሕርዚ ኣይጸንሑን ነገሮም ናብ ፍቕሪ ክኸይድ ጀመረ። እንተኾነ ግን ኣነ ሕጉስቲ ኣይነበርኩን። ነቦይ ከም ዘይምልከቶ ወይ እውን ነደይ ብህይወታ ከሎ ፈቲሑ ዝምርዓዋ እየ ዝመስል። ነቦይ ወላ እውን ቤተሰብ እዮም ዝዛረብዎ። ኣደይ ካብ ትመውት ነዊሕ ስለ ዝገበረት ንምንታይ ክሳብ ሕጂ ጎቢዞምልካ እንድዮም እናበሉ ኣቦይ እውን ሓደ መዓልቲ ንክልቴና ምስ ሓወይ ኮፍ ኣቢሉ እዞም ደቀይ ኣነ ኣደ ትኾነኩም ሰበይቲ ከምጻልኩም ሓሲበ ኣለኹ ንሳ ድማ እዛ ኣብ ገዛ ትሕግዘና እያ በለና ምዕባይ ሓወይ ኣዝዩ ደስ ኢልዎ ጸገም የለን በሎ ኣነ ግን ሓወይ ሕራይ ስለ ዝበሎ ጥራይ ደስ ከይበለኒ ሕራይ በልክዎ ድሕርዚ ንሶም ብሓንሳብ ንኸነብሩ ስድራ ንምልላይን ቃል ኪዳን ንኸኣስሩን ኣብ መገዲ ከለዉ ምሳይ ኣዝያ ስለ ዘይተሰማምዐት ንኽውስን ኣብ ጸገም ከሎ ናይ ኣደይ ክዳውንቲ ካብ መቐመጢኡ ተላዒሉ ስለ ዘይፈልጥ ሓደ ምሸት ግን ካብ ክዳውንቲ ናይ ኣደይ ተኸይድና ስለ ዝረኣኹዋ ኣብ ንኡስ ዕድመይ ከም ዓቕሚ ዘለዋ ሰብ ብዝሓዝክዎ ክሃርማ ጀመርኩ። ንሳ እውን ኣዝያ ስለ ዝሓረቐት ሒዛ ቀጥቀጠትኒ። ኣቦይ እውን ኣብ ስራሕ ኣምስዩ ገዛ ምስ ኣተወ ተሃሪመ ስለ ዝጸናሕክዎ ኣዝዩ ሰንበደ። ብድሕርዚ ኣይጸንሐን ስራሕ ክትገድፎን ዝነበሮም ሓዳር ናይ ምጅማር መደብ ከም ዘቋረጾን ብሓንቲ ምሸት እዩ ነጊርዋ። ንዓይ ግን ከይስምመዐኒ ኣዝዩ ስለ ዝፈርሕ ንሓንቲ ቃል ኣይተዛረበንን ኣቦይ ንዓይ ዝኸፈሎ ዋጋ በዚ ኣየብቅዐን ቤተሰብ ናይ ኣቦይ በዚ ኣዝዮም ስለ ዝሓቁ ኣቦይ ብዕድመ ንእሽተይ ስለ ዝነበረን ክምርዖ ይደልይዎ ስለ ዝነበሩን ብኣይ ተቐይሞም ንምንታይ ከምኡ ትገብሪ እናበሉ ይቋየቑንን ካባይ እውን ንዓበይ ሓወይ ይፈትዉን ስለ ዝነበሩ ኣቦይ ወላ ምስ ቤተሰብ ዝነበሮ ርክብ እናቋረፀ መፀ። ድሕሪ ቁሩብ ግዜ ግን ካልእ ጓል ኣተወት ንኽትሕግዘና፣ እዛ ዝኣተወት ግን ብገንዘብ ኣይኮነትን ባዕላ ብፍታዋ ክትሕግዞ ከም ትደሊ ነጊራ ኣብ ጥቓ ገዛና ስለ ዝነበረት ውን ካልእ ስራሕ ስለ ዝነበራን ካብ ስርሓ ምስ ተመልሰት እያ ትሕግዘና እንተኾነ ግን እዚኣ እውን መሲልኒ እናበለት ክትሓደር ጀመረት። ሕጂ እውን ከም ቀደመይ ሕጉስቲ ኣይነበርኩም። ናይዚኣ ግን ካብታ ናይቲ ሓንቲ ፍልይ ዘብሎ ሓወይ እውን ሕጉስ ኣይነበረን። ምክንያቱ ካብ ኣቦና ዘይረከበቶ ምስጢር ካባና ክትረክብ ስለ ትፍትን ንዓና ዘይምጥን ነገር ስለ ትሓተናን ኣቦይ ግን ኣዝዩ ይሕዋቱ ዝፈቱ ሰብ ስለ ዝነበረ ለባም እያ ኢሉ ስለ ዝሓሰበ ንሕና ከም ዝጸላእናዮ እውን ስለ ዝረኣየ ቁሩብ ኢዱ ተጸግሞ ስንኩል ሓዊ ስለ ዝነበሮን ምስኡ ከም ዝላለዩ ገበረ። እቲ ዝኸፍአ ናተይ ባህሪ ካብ ገዛ ስለ ዘይወጽእን በይነይ ስለ ዝፈቱን ቀልጢፈ ናይ ሰባት ባህሪ ወይ ምስ ሰባት ምንባር ኣዝዩ ዘጸግመኒ። ስለዚ ከኣ ወላውን ኣብ ትምህርቲ ቦታን ኣብ ገዛውተይን ምስ መሳቱይ ስለ ዝበኣስ ናተይ ባህሪ ንምኽኣል ኣቦይ ኣዝዩ ዝሽገር ነይሩ። እንተኾነ ግን ሓሪቑ ተዛሪቡኒ ኣይፈልጥን'ዩ። ንእሽተይ እንተተዛሪብኒ ግን ኩሉ ነገር ናብ ኣደይ እየ ዘሳብቦ፣ ኣደይ እንተትነብር እየ ዝብል። እንተኾነ ግን ወዮ ደኣ ንእስነትን ሕንቃቐን ደኣ ኮይኑ እምበር፣ ኣደይ እንተትነብር እውን ከም ናብ ኣቦይ ክትገብረልና ኣይትኽእልን እያ። በቲ ሓደ ወገን እውን ኣነ እውን ኣይፍረደንን እዩ። ናይ ኣዴና ፍቕሪ ገና ከነስተማቕሮ እናጀመርና፣ ስለ ዝተኾለፍና እምበር ነቦይ ክብድሎ ወይ ዋጋ ከኽፍሎ ኮነ ኢለ ሓሲበ ዝገበርክዎ ኣይኮነን። እዛ ሰይቲ ሓዊ ነቦይ እውን ብዙሕ ሕጉስቲ ኣይነበረትን። ኣዝያ ትጸልኣኒ ስለ ዝነበረት ኣቦይን ሓውን እውን ኣብ እንዳ ስድርኦም ገዛ ኣብ ሓደ ካንሸሎ ስለ ንቕመጥ ኣዝያ ተሳቕየኒ ነይራ። ምስ ኣቦይ እውን ክሰማምዑ ኣይከኣሉን። ንሱ ደቀይ ከይትትንክፍለይ፣ ንሳውን ንሱ ምስ ወጸ ህልኽ ክፉእ ምግባርን ኮይኑ ስርሓ። ኣነ እውን ቁሩብ እናተረድኣኒ ክመጽእ ጀመረ። ነቦይ ክሓልየሉን ዘጋጠመኒ ኩሉ ክነግሮ ከም ዘይብለይን ክርዳእ ጀመርኩ። ኣቦይ እውን ነዚ ተረዲኡ ይመስለኒ ከምስን ስሕት ኢሉ እውን ገዲፍና ክሓድር ጀመረ። ኣብዚ ግዜ እዚ ንሕና ሓወይ ወዲ ዓሰርተ ሓሙሽተ ኣነ እውን ጓል ዓሰርተ ሰለስተ ዓመት ኣቢልና ኢና ኔርና። ወላ እውን ነቦይ ክርድኦ ይፈትን እምበር ኣቦይ ካባና ክርሕቕ ምስ ጀመረ ግን ከምኡ ስለ ዘየልመደና ኣዝዩ ክስምዓኒ ጀመረ። ኣቦና ከም ቆልዓ ዘይኮነስ ልክዕ ከም ዓበይቲ ሰባት እዩ ንዝውስኖ ውሳኔ ኮፍ ኣቢሉ ከምዚ ሓሲበ ኣለኹ እንታይ ይሓይሽ እናበለ እዩ ዘዕብየና ነይሩ። ብዙሕ ሰብ ውን ብግብሩ ሕጉስ ኣይነበረን ባዕሉ ክውስን ከም ዘለዎ እዩ ዝነግሮ ኣቦይ ግን ናይ ኣዴና ቤተሰብ ኢትዮጵያ ስለ ዝነበሩን ኣደይ ነቦይ ተፍቅሮ ስለ ዝነበረት፣ ኣቦይ ካብ ኣዲስ ኣበባ ክስገብ ከሎ ሓዳረይ ይሕሸኒ ኢላ ስድርኣ ገዲፋ ምስኡ ኤርትራ ስለ ዝተመለሰትን ስድራ ናይ ኣደይ ኣብ ጎንና ሓደ እኮ ይኹን ስለ ዘይነበረን በቲ ክልተ ዘኽትምና ኮይኑ ይስምዖ ስለ ዝነበረን በቲ ውን ነዴና ዘጉሃየ ዘሎ ኮይኑ ስለ ዝስምዖን ንዓና ከየጉህየና ብጣዕሚ እዩ ዝጥንቀቕ ዝነበረ። ኣብዚ ግዜ እዚ ግን ስለ ዝተቐየረና ምናልባት ዶ ጸሊእና ይኸውን ኣጨነቕናዮ ዲና እናበልኩ ክሓስብ ጀመርኩ። ዝተቐየረ ነገር እውን ኣይነበረን። ኣቦና ምምሳዩን ምሕዳሩን ቀጸለ። ከምኡ እንተኾነ ግን ፍቕሩ ከም ቀደሙ እዩ። ንሕና እውን ገዛና በይንና ስለ ዝኾነትና መሓዙትና ከም ድላይና ክነምጽእ ጀመርና። በዚ ድማ ምስ ኣቦይ እናተረሓቕና ክንመጽእ ምስ ጀመርና ምስ ሰባት ግን ክንቀራረብ ከኣልና። ኣቦይ ግን ቁሩብ ኣይጸንሐን ጥምቀት ናይ ወዱ ከም ዝቐረበን ሓው ከም ዝወለደናን ነገረና። ኣዚና ሰንበድና። ኣቦይ ግዲ ሕጂውን ከየባላሸዎ ፈሪሑ ኮይኑስ ኣብ ውዱእ መዓልቲ እዩ ክነግረና ክኢሉ። ብድሕሪዚ ናብ ናይ ሓውና ጥምቀት ሒዝና ከደ። ምስ ረኣናዮውን ኣዝዩ ደስ በለና። ሰይትቦናውን ኣላልዩና። ንሳውን። ኣዝያ ደስ ትብል ሪም ሰብ በልካያ ናይ ኣደ ልቢ ዘለዋ ትመስለካ ከምተን ናይ ቅድሚ ሕጂ ኣቦይ ዘምጸኣን ዝነበረ ንኣሽቱ ዘይኮነትስ ዕድሚኣ ዕብይ ዝበለት ሞጎስ ዘለዋ ሰበይቲ እያ ዝነበረት ሰላም ኣባሃሃለና ምስኣ ተላሊና ሓንቲ መዓልቲ ሓዲርና ንገዛና ተመለስና ብድሕርዚ ኣነ ሰለስተ መሓዙት ኣብ ዝነበርኦ ግሩፕ ራብዐይቲ መሓዝኣን ብምዃን ካብ ዝነበረኒ ጸቕጢ እናወጻእኩ ክኸይድ ጀመርኩ። ኣቦይ እውን ኣይጸንሐን ናብቲ ምስ ሰበይቱ ዝቕመጦ ዝነበረ ገዛ ምስ ሓወይ ኣምጽኣና። እዛ ሰይቲ ኣቦይ እውን መሓዙተይ ክሪኣኒ እንተመጽየን ንኣሽቱይ ትብል ዓበይቲ ትብል ከም ሓደ ዓብዪ ጋሻ እያ ትቕበለን። እሰኑን ኣዝየን ስለ ዝፈትወኣ ወላውን ምስኣን ውዒለ ንዓኣ ክሪኣ እየን ዝመጽኣ ዝነበራ። ከምዚ እናበልና ውን መሓዙተይ በብሓደ ኣፍቃሪ ሓዛ። ኣነ ግን ኣቦይ ዝኸፈለለይ ዋጋ ኣዝዩ የሕዝነኒ ስለ ዝነበረን ወላኳ ከምኣን ስለ ዘፍቅሮ ሰብ ከዕልል እንተደለኹ በዚ ምኽንያት ግን ብዙሓት ኣወዳት እኮ ይሓቱኒ እንተነበሩ፣ ኣነ ግን ፍቓደኛ ኣይነበርኩን። ምዘን መሓዙተይ ኩሉ ግዜ ስለ ንራኸብ፣ ክነዕልል ከለና እውን ብዛዕባ ኣፍቀርተን ጥራይ ይዕልላ ስለ ዝነበራን፣ ከም ናተን ናይ ምትሕልላይን ናይ ፍቕሪ ግዜን ክህልወኒ ተመነኹ። ሓደ ግዜ እውን ምስ መሓዙተይ ኣምሲና ካብ ከተማ ንገዛ እናተመለስና፣ ምስ ሓደ ኩሉ ግዜ ክኣቱን ክወጽእን ኣብዚ ሕጂ ዝኣተናዮ ማለት ኣቦይ ካብ ዝወልድ ዝኣተናዮ እንዳ ሓዳሩ፣ ኣብ መንገደይ ዘጓነፈኒ ግን ሰላምታ ዘይነበረና ወዲ ወዲ እቲ ገዛውቲ ረኸበኒ። እታ ምሸት እቲኣ ግን ልክዕ ከምዛ ንፋለጥ ካብ መሓዙተይ ፈልዩ ፌቡ ብምባል ጠጠው ኣበለኒ እሞ ኣነ እውን ስመይ ከመይ ገይሩ ፈሊጥዎ እናበልኩ እንተኾነ ግን ነዊሕ ግዜ ስለ ዝተረኣኣና ኣነ እውን ከምዛ ዝፈልጦ ጽቡቕ ሰላምታ ተለዋወጥና። ንሱ እውን እዚ ኩሉ ደቂ ገዛውቲ ከለናስ ሰላም ዘይትብሊ ብምባል ስመይ ከ ብኸመይ ፈሊጥዎ ዶ ትብሊ ኣለኺ በለኒ። ኣነ መልሲ ከይመለስኩሉ እውን ካባኺ ኤስሮም ሓውኺ ይሓይሽ በለኒ። ኤስሮም እዚ ናይ መጨረሻ ሓውና እዩ። ኤስሮም ድሮ ጎቢዙ ምስቶም ናይቲ ገዛውቲ ቆልዑ ይፃወት ስለ ዝነበረን ዓበይቲ እውን ኣዝዮም ስለ ዝፈትውዎን ንኤሱ ኮነ ኢለ ስምካ ሓቲተዮ በለኒ። ኣነን ዓቢ ሓወይን ግን ናይ ቀደም ገዛና ሰብ ስለ ዘይነበሮ ገዛ ክንርኢ ናብኡ ንመፅእ ስለ ዝነበርናን ብዙሕ ምስኦም ክንላለ ኣይከኣልናን። ሰይቲ ቦና እውን እንተኾነ ሰሪሓ ትኣቱ ስለ ዝነበረት ብዙሕ ምስ ሰባት ስለ ዘይትቀራረብን ኣብቲ ገዛውቲ ውሱናት ሰባት እያ ትፈልጥ። በዚ እውን ኣነ ንመጀመርያ ግዜ ካብዞም ደቂ እዚ ገዛውቲ ምስ ዓወት ሰላምታ ተለዋወጥኩ። ኣነ መሓዙተይ ንሱ እውን ኣዕሩኽ ጠጠው ኣቢሉ ስለ ዝነበረ እውን በሊ ሰብ ጠጠው ኣቢልና ስለ ዘለና ካልእ መዓልቲ ክንዕልል ኢና፣ ቁጽሪ ተሌፎንካ ሃብኒ በለኒ። ኣነ ውን ተሌፎነይ ሃብክዎ። ንሱ ውን ናቱ ከም ዝሕዛ ገበረ። ቻው ተበሃሂልና ውን ተፈላለና። መሓዙተይ ውን እናሰሓቓ ተጸበያኒ። እንተ ድኣ ኮንክን በልክወን። ንሰን ውን እንድዒ ንስኺ ምበር ታይ ኮንኪ? ካብ መዓስ ድኣ ምስ ወዲ ክንድዚ ዕላል? ዝሓባእክልና ገለ ነገር እሞ ኣሎ ዩ። እናበላ ሰሓቓኒ። ኣነ ውን እዋእ ኣነስ ሕጂ እየ ረኺበዮ ንባዕለይ ብምባል። ክንበሃሃሎ ጽናሕና ኩሉ ነገር ክወን ንሰን ወን ናይ ደሓን ዶ እሞ ደኣ ስምኪ ዝሓትት ነገር ይደልዩ እናበላ በብተራ እናተዛረባ ዋዘኣን ቀጸላ። ኣነ ግን ካብቲ ናቱ ንላዕሊ ዝገረመኒ ኣነ ንዑ ምስ ረኣኹዎ ዝተሰመዐኒ ስንባደን ሰላም ክንበሃሃል ከለና ውን ኣነ ጠጠው ኣቢልኒ ዘይኮነስ ብሓንሳብ ከም እንፋለጥ ሰባት ሰላም ምብሃሃልና ብምሕሳብ ኣዝየ ተገሪመ ስለ ዝነበርኩ ምስኣን ኣይዕልልን እየ ዝነበርኩ። ምስ መሓዙተይ እውን ይዕል ኢልና ነናብ ገዛና ከድና። ብድሕሪ'ዚ ግን ኣነ እታ ለይቲ እቲኣ ክድቅስ እውን ኣይከኣልኩን። ብኡ ክሓስብ መሬት ወግሐት። ብድሕሪኡ ግን። ኣንጊሀ ተሲኤ ኣብተን ዝረኽቦ ዝነበርኩ ቦታ እንተረኸብኩዎ ብምባል ሰሙን ሙሉእ ከም በዓልቲ ስራሕ ክመላለስ ጀመርኩ። ክረኽቦ እውን ኣይከኣልኩን። ካብቲ ዝነበረኒ ፀቕጢ ዝተልዓለ'ዩ መስለኒ ወላውን ነዊሕ ዓመት ምስዘን መሓዙተይ ይፅናሕ እምበር ቀልጢፈ ከምቲ ናተን ናይ ልበይ ዘዕልል ሰብ ስለ ዘይነበርኩ፣ ንወልሓደ ሰብ ከምዚ እምበር ተሰሚዑኒ ክብል ኣይደለኹን። ድሕሪ ሰሙን ኣቢሉ ይኸውን ግን፣ ባዕሉ ደወለለይ። ተቐበልክዎ። ፌቡ ከመይ ቀኒኺ ብምባል'ውን ዘረብኡ ጀመረ። ጽቡቕ፣ ከመይ ብወገንካ በልክዎ። ንሱ'ውን ጽቡቕ፣ ደሓን ኢና። ስለ ዘይጠዓመኒ እኮ እየ ዘይደወልኩልኪ በለኒ። ኣነ እውን እንታይ ከም ዝምልስ ሕቶ እናኾነኒ ፀገም የለን በልክዎ። ክንራኸቡን ግዜን ቦታን ሒዝና ተራኸብና። ክነዕልል ኣምሲና ተፈላለና። እንተኾነ ግን ኮፍ ካብ ንብል ኣትሒዝና ሞባይሉ ኣብ ደቒቕ ደቒቕ ትፅውዕ ስለ ዝነበረት ኣነ እውን ንዓይ ተሰኪፉ ዘይቅበላ ከይህሉ ብምሕሳብ ተቐበልና'ዶ ክብሎ ምሰኹ። ንሱውን ይቕሬታ ረቢሸኪ ምሽ እናበለ ሳይለንት ገበራ እሞ ከነዕልል ኣምሰና ኣብ ኣፍ ደገ ገዛይ ኣብጺሑኒ ተመልሰ። ኣብ ከምዚ ኩነታት ከለናውን ዓቢ ሓወይ ሓወቦታተይ ኣሜሪካ ስለዝነበሩ ንኽልቴና ክወስዱና መደብ ስለዝነበሮምን፣ መጀመርያ ንዕዑ ኣውጽእዎ ኣነ ውን ሓንሳብ ኣብቲ ሓደ ገዛ ሓንሳብ ውን ምስ እንዳ ኣቦይ ስለ ዝሓድር ዝነበርኩ ኣበይ ኣለኺ ኢሉ ዝሓተኒ ስለ ዘይነበረን ትምህርቲ ውን ምኻደይ ስለ ዘይተርፍ ኣይመሃርን እዩ ምስ በልክዎ ነቦይ ንሱ ውን ብድሕረይ መን ክሕዞም እዩ ዝብል ሓሳብ ስለ ዝነበሮ ሕዱር ሕማሙን የሳቕዮ ስለ ዝነበረን ምኻድና ሓውቦታተይ ክወስዱና ስለ ዝሓስቡን ብእኡውን ደስተኛ ስለ ዝነበረን ትምህርቲ ክመሃር ብዙሕ ኣይገደደንን። በዚ ትምህርተይውን ኣቋሪጸ ስለ ዝነበርኩ ኣዝየ ናጽነት ረኸብኩ። ምስ ዓወትውን መዓልታዊ ክንራኸብ ጀመርና። ኣነውን ኣዝየ ከፍቅሮ ጀመርኩ። ኣይጸናሕናንውን ሓደ ምሸት ቆጸረኒ'ሞ ምስተራኸብና ኣዝዩ ኣፍቂረኒ ከም ዘሎን ፍቓደኛ እንተኾይነ ናይ ፍቕሪ ሕቶኡ ክቕበሎ ሓተተኒ። ኣነ እውን ከም ማንም ጓል እሞ ክሓስበሉ በልክዎ። ብድሕርዚ ድሕሪ ሰለስተ መዓልቲ እንታይ ሓሲብኪ ብምባል ቴክስት ጸሓፈለይ። ኣነ እውን ቴክስት ስለ ዝነበረ ንመልሲ ቀሊል ኢሉኒ። ኣነውን ከም ዘፍቅሮ ነዊሕ ጽሑፍ ብምጽሓፍ ናይ ፍቕሪ ሕቶ ከም ዝተቐበልክዎ ነገርክዎ። እዚ ኩሉ ክኸውን ግን ነዘን መሓዙተይ ውል ሓደ ነገር ኣይነገርክወንን። ምስ ዓወት እውን ፍቕሪ ጀመርና። እቲ መጀመርያ ጽቡቕ ናይ ፍቕሪ ግዜ ክኸውን ተሕለፍና። ደሓር ግን ኣነ ኩሉ ግዜ ምስኡ ክኸውን ደስ ይብለኒ ስለ ዝነበረ ኣዝየ ክጭቕጭቖን ክድውለሉን ጀመርኩ። ሓንቲ መዓልቲ ግን ምስ ሓንቲ መሓዛይ ንቋጸር እሞ ዘሎ ኩሉ ኩነታት ኣዕለልክዋ። በዚ ድማ ንምንታይ ዘይነገርክና ብምባል ንእሽተይ እኮ እንተኾረየት በጃኻ ኣይትሓዝለይ ትፈልጢ ኢኺ ኣነ ፋልማየይ እዩ ተሰኪፈዮ እምበር ሕጂ ደኣ ከመይ ጌረ ነጊረኪ በልክዋ ንሳ ውን ኩሉ ገዲፋ ክትርደኣኒ ፈተነት ብድሕርዚ ዘዕለልክዋ ኩሉ ናቱ ደስ ስለ ዘይበላ በሊ ቀልጢፍኪ ኣይትደውልሉ ደሓር ከኣ ከምቲ ትግደስሉ ክግደሰልኪ ኣለዎ እሞ እንታይ ክገብር በልክዋ ንሳ ውን ሕጂ ክሳብ ዝድውለልኪ ከይትድውልሉ በለትኒ ነተን ካልኦት መሓዙትና እውን ከም ትነግረን ነጊራትኒ ተፈላለና። ብድሕርዚ ከምዛ መሓዛይ ዝበለትኒ ከይደወልኩሉ ክልተ መዓልቲ ገበርኩ። ድሕሪ ክልተ መዓልቲ እውን ደወለለይ። ክሳብ ዝብድውለለይ ብሃንቀውታ ክጽበ እኳ እንተ ጸናሕኩ፣ ቀዳመይቲ ደወሉ ከይተቐበልኩዋ ስቕ በልኩ። ብድሕርዚ ደጊሙ ደወለለይ። ኣነ እውን ተቐበልኩዋ። ንሱ እውን ከምኡ ገይሩዮ ስለ ዘይፈልጥ ፌቡየይ ደሓን ዲኺ ደኣ? ክብል ሓተተኒ። ኣነ እውን ደሓን እየ፣ እንታይ ከይከውን ፈሪሕካ? በልኩዎ። ንሱ እውን ድሕሪ ኣንስተይ ኣመልኪ ከይደወልክለይ ቀኒኺ? በለኒ መሓዛይ ዝነገረትኒ ምኽሪ ብምዝካር። እሞ እቲ ምድዋል ንዓይ ጥራይ ድዩ ዝምልከት? በልክዎ። ዓወት ከምኡ ኢለ መሊሰሉ ስለ ዘይፈልጥ ብስንባደ። እዋእ ከምኡ ዘይኮነስ ኣነ ተጠፊኤ እየ፣ ስቕ ኢልኪ ዲኺ ትጠፍኢ? ደሃያይ ኣይትገብርን? ብምባል ዘረባ ቀየረ። ኣነ እውን ክርክር ስለ ዘጽልኣኒ። እወ ንዓይ እውን ኣይጠዓመንን። በልክዎ። ድሕርዚ ግን? ብድሕርዚ እውን ንቑሩብ ግዜ ክድውለለይን ክግደሰለይን ጀመረ። ዓወት ኩሉ ግዜ ክሳብ ዝኾነ ዝኸውን ንወላ ሓደ ሰብ ከይትነግሪ ይብለኒ ስለ ዝነበረ ወላ ውን መሓዙተይ ከም ዘይነገርክወን እዩ ዝፈልጥ። ፍቕርና ግን ሕጂ ውን ጽቡቕ ኣይነበረን። ቆጸራ ከይተረፈ ኣነ ቦታ ቆጸራ ክርከብ ከለኹ ንሱ ግን ይስርዝ። ሓደ ሓደ ግዜ ውን እንተ ደዊለሉ ምስ ኣዕሩኽተይ እየ ዘለኹ ብምባል ቴክስት ይገብረለይ። በዚ ሓሪቐ ንምንታይ እዩ ሰብ ክፈልጠና ዘይደሊ? ደሓር ከኣ ተገዳስነቱ ውን ደስ ዘይብል ብምባል ሓሪቐ ክርሕቆ እንተወሲነ ልክዕ ከም ጽላሎት ደድሕረይ ዝመጽእ ኣይትሓዘለይ ይብለኒ። ኣነ ውን ስለ ዘፍቅሮ ቀልጢፈ ንኽምለሶ ግዜ ኣይወስደለይን። ግዜ ኣይወስደለይን ዝነበረ ሓደ ግዜ ውን ብሓንሳብ ኣምሲና ኣብ መንጎ ዕላልና ኣዋልድ ከም ዝፈትዋን ባዕለን ከም ዝሓትኦን ክዕለኒ ጀመረ። ኣነ ውን ብዕላሉ እናተገረምኩ ብልበይ እምበርዶ ዝዕልሎ ዘሎ ይፈልጥ ዩ? ክብል ጀመርኩ። ንሱ ግን ከይሓፈረ ቅድሚ ኣፍቃሪት ከም ዝነበረቶን ምስ ተባእሱ ተጣዒሳ ከም ትልምኖን ክዕልለኒ ጀመረ። የፍቅሮ ስለ ዝነበርኩ ግን ክምልሰሉ ኣይከኣልኩን። ሓደ ግዜ እውን መሓዛይ ክትርእየኒ መጺኣ ከፋንዋ ምስ ወጻኹ። ደድሕሬና መጺኡ ሰላም በለና። መሓዙተይ ይፈልጣ ከም ዝነበራ ስለ ዘይፈልጥ እውን ከምዛ ወላ ሓንቲ ዘይብልና ንኽልቴና ሰላም በለና። ንዓኣ እውን ኣብ ቅድመይ ዓወት ይበሃል ብምባሉ ኢዱ ዝሰደደላ። ንሳ ግን ብጣዕሚ ስለ ዝገረማ ካባይ ውን ንሳ ኣጸቢቓ ናይ ወዲ ባህሪ ስለ ዝርድኣን ስማ ከይነገረት ኢዳ ሰዲዳ ሰላም ጥራይ በለቶ። ከዕልሉ ይደልዩ ይኾኑ ኢዮም ኢላ ብምሕሳቡ ንመሓዛይ በሊ ይኣኽለኒ ካብ ዝተመለሲ ኢላትኒ ገዲፋትኒ ከደት። ንሱ ውን ደሓር ንራኸብ ክድወልኪ ኢየ ብምባል ገዲፍኒ ከደ። ብድሕሪዚ ንመሓዛይ ኣብ ታክሲ ትጽበየሉ ቦታ ሓጺር መንገዲ ተጠቒሙ ኣርከባ እሞ፣ ቁጽሪ ተሌፎና ክትህቦ ሓተታ። ንሳ ግን ንዓይ ከተጠንቅቕ ስለ ዝደለየት ደሓን ናትካ ሃበኒ ክድውለልካ እየ ኢላቶ ናቱ ቁጽሪ ተሌፎን ሒዛ ንገዝኣ ከደት። ነተን መሓዙተይ ዘጋጠማ ኩሉ ነገረተን፣ ንዓይ እውን ሓንሳብ ገንዘብ እናበለ ሓንሳብ ጾታዊ ርክብ እናሓተተ ከሸግረኒ ጀመረ። ገንዘብ ዘኽታምዮ ብምባል ቤተሰበይ ስለ ዝልእኩለይ ኣቦይ እውን ብጣዕሚ ስለ ዝኣምነኒ ኣብ ከምዚ ኩነታት ኣይትወድቕን እያ ኢሉ ስለ ዝሓስበንን ብዙሕ ኣይቆጻጸረንን እዩ ዝነበረ። ስለዚ ገንዘብ ንክህቦ ጽቡቕ ምኽንያት ስለ ዘህበንን ስለ ዝእምነንን ይህቦ ነይረ እየ። እንተ ንኻልእ ግን ዘተኣማምነኒ ሰብ ስለ ዘይነበረ ፍቓደኛ ኣይነበርኩን። ሓደ ምሸት ግን ኣብቲ በይነይ ዝነብረሉ ዝነበርኩ ገዛ ከለኹ ደወለለይ እሞ ኣበይ ደለኹ ምስ መጻኹ ክድውለልካ እየ ክንራኸብ ኢና በልክዎ። ንሱ ግን ዘይኣመሉ እሞ ዘይመጸኪ ሽዑ ብሓንሳብ ተተሓሒዝና ንምጽእ በለኒ። ኣነ ውን ሕራይ በልክዎ። ድሕርዚ መጺኹ ኮፍ ኢልና ክነዕልል ኣምሰና። በል ክንከይድ ኢለዮ ክበጋገስ ምስ ጀመርኩ ግን ንጾታዊ ርክብ ክደፋፍኣኒ ጀመረ። ኣነ ግን ፍቓደኛ ከም ዘይኮንኩ ደጋጊመ ነገርክዎ። ንሱ ግን ክሰምዓኒ ስለ ዘይከኣለ ብሓይሊ ርክብ ፈጸመ። እንተኾነ ግን ኣነ ድንግል ስለ ዝነበርኩ ጥዑይ ጌሩ ክትንክፈኒ ስለ ዘይከኣለን ኣዝየ የሸግሮ ስለ ዝነበርኩን ቃንዛ ይኹን ካልእ እውን ዝኾነ ዓይነት ስምዒት ስለ ዘይተሰምዐኒ ናቱ ዘርኢ እውን ብላዕሊ ፈሲሱ ስለ ዝረኣኹ ድንግልናይ ሙሉእ ሙሉእ ከም ዘይረኸበኒ ክርዳእ ጀመርኩ። ንሱ እውን ኣዝየ ሰንቢደ ክበኪ ምስ ጀመርኩ ድንግልናይ ከም ዘየፍረሰንን ደሓር ከኣ ምስ ኣፍቃሪኺ እዩ ብምባል ክሓባብለኒ ጀመረ። ኣነ እውን ኩሉ ገዲፈ ቀልጢፈ ካብቲ ገዛ ክወፅእ ተብተብ እናበልኩ ሒዘዮ ወፃእኹ። መሓዙተይ እውን በቲ ናይታ ሓንቲ መሓዛና ክማኸራ ቀንየን። ክረኽባ ንኸም ዝደለያ ነገራኒ ቆጸራ ሒዝና እውን ተራኸብና ናይዛ መሓዛና ዝገበራ ነጊረን እውን ክጥንቀቕ ከም ዘለኒ ነገራኒ ኣነ ግን ካልእ እውን ስለ ዝጸንሐኒ እዚ ምስ ዘለገመኒ ኣዝየ ስለ ዝሓረቕኩ ጥዑይ ጌራ ከረጋግጾ ስለ ዝደለኹን ነታ መሓዛይ በጃኺ ደው ኢልኪ ርኸብዮ እሞ እንታይ ከም ዝብለኪ ጥዑይ ጌርና ክንሰምዕ በልክዋ። ንሳ እውን ነፍቃሪኣ ነገረቶ እሞ ንሱ ግን ምፍታን ፈተንዮ። መወዳእታ ግን እዛ ጉዳይ ብዕርቂ ትወዳእ ኢልዋ ስለ ዝነበረ ደዊላ ምስ ረኸበቶ ከምቲ ንዓይ ዝበለኒ ኣዋልድ ከም ዘሸግርኦ እናዕለላ ከሎ ባዕላ ኮሊፋ ተሃዊኻ ከም ዘላን ኣፍቃሪኣ ይጽበያ ከም ዘሎን ድሕሪ ምንጋር እንታይ ድየ ክብለካ ቆጺረካ ንፌቦ ከይትብድላ ሓደራ ንስኻ ፋልማያ ወዲ ኢኻ ድሓር ከኣ ንስኻ ባዕልኻ ተዘይተቃርባ ተዘይተፍቅረካን ኣብ ከምብሳታ ኣይምኣተወትን በለቶ ንሱ ግን ከይተሰናበደ ናይ ብሓቂ ፌቡ ጥዒቲ ፌቡ ጥዒቲ ሰብያ ደይባኣሲ ዘሎ እዩ ደይባኣሲ ዘሎ እዩ እምበር ሓቅኺ ብምባል ንምንታይ ቴሌፎን ምልዋጥ ከም ዘድለየ ከይነገራ ተፈላለዩ ንሳ እውን እዚ ኩሉ ከይነገረት ከም ዘፍቅረንን ስቕ ኢልና ጥራይ ከም ጠርጠናዮን ነገረትኒ እዚ ኩሉ ግን ኣነ ከይጉዳእ ኢላ ከም ዝገበረቶ ድሒረ እየ ፈሊጠ። በዚ ይቕሬታ ክገብረሉ እኳ እንተ ወሰንኩ፣ ንሱ ግን ብላዕሊ ኮይኑ፣ ሰይቡ ከይፈልጥ ምሽ ኢለኪ፣ ንመሓዛኺ ንምንታይ ነጊርክያ? ብምባል ደው ኢሉ ኣንጸርጺሩ ተሌፎን ዓጸወኒ። በዛ ኣዝየ ስለ ዝሓረቕኩ እውን ብወገነይ እውን ከይረኽቦ ወሰንኩ። ንሱ ግን ሓንሳብ ይድውል ሓንሳብ ቴክስት ይገብር ነበረ። ክልተ ወርሒ ምሉእ ወርሓዊ ጽግያተይ ጠጠው ስለ ዝበለ ኣዝየ ተጨነቕኩ። እንተኾነ ግን ከጋጥም ይኽእል እዩ ኢለ ስለ ዘይሓሰብክዎ ሆስፒታል ኣይከድኩን። ድሕሪ ሰለስተ ወርሒ ግን ንሓንቲ ካብተን መሓዙተይ ብጃኺ ሰብ ከይትነግሪ ብምባል ዘጋጠመኒ ነገርክዋ። ንሳ እውን ሆስፒታል ግድን ክንከይድ ኣለና ተዳሊኺ ጽንሕኒ ብምባል እሞ ከመይ ኢሉ ከጋጥም እቲ ኣጋጣሚ ነገርክዋ። ንዓኣ እውን ዝበልክዋ ስለ ዘይተረድኣ ዝኾነ ይኹን ብዘይ ምኽንያት ሰለስተ ወርሒ ምሉእ ወርሓዊ ጽግያትኪ ኣየቋርጽን እዩ፣ ስለዚ ክትምርመሪ ኣለኪ ብምባል ገዲዳ ወሰደትኒ። ምስ ተመርመርኩ እውን ጥንስቲ ምዃነይ ተነገረኒ። ኣነ ግን ክኣምን ስለ ዘይከኣልኩ እዚ ውጽኢት ተጋግዩ ኣሎ ብምባል እናበኹኹ ገዛ ከድኩ። ሕልሚ ክኾነለይ ተመነኹ፣ ግን ሓቂ እዩ ነይሩ። ድሕርዚ ነተን ካልኦት መሓዙተይ ስለ ዝነገረተን ክልተ ኮይነን። ሓዳረን ንገዛ ክመጻ ምዃነን ነገራኒ። ንገዛይ መጻ፣ ኣነ ግን ንኸይዛረባኒ። ኣቐዲመ ገጸይ ስለ ዝጸወግኩለን ክዛረባኒ ኣይከኣላን። ንስኺ ቅድም ተዛረቢ ንስኺ እምበር ክበሃሃላ ኣምሴን ከይተዛረባኒ ደቂሰን ንግሆ ክኸዳ ስለ ዝደለያ ኣተሰኣኒ። ኣብኡ ከለኹ እኮ ክፋነወን እንተ ፈተንኩ ንሰን ግን ክዛረባኒ ደልየን ከም ዘለዋ ነጊረን ኣተሰኣኒ። በዚ ድማ ተሲኤ ከፋንወን ምስ ወጻእኩ ኣብ ሓደ ቦታ ኮፍ ብምባል ከዛርባኒ ጀመራ። ኣነ ግን ልክዕ ካብ ሕልሙ ከም ዝነቕሐ ሰብ ክኣምኖ ካብ ዘይደሊ ጉዳይ ተባራቢረ ክበኪ ጀመርኩ። ክምልሰለን እውን ኣይከኣልኩን። ካልኣይ ግዜ እውን ተመርመርኩ። ሽዑ እውን ጥንስቲ ምዃነይ ተነገረኒ። መሬት ጸልመተኒ። መሓዙተይ እውን ከረጋግኣኒ ፈተና፣ እንተኾነ ግን ኣይከኣልኩን። ብድሕርዚ ንዝረኸብክዎ ሰብ ከመይ ገይሩ ጥንሲ ይስደድ፣ ግን ኣበይከ ይኸዳ እናበልኩ ምሕታት ጀመርኩ። ከምዚ እናበለ ገዛና ጥንሰይ ከይፈለጡ ኣርባዕተ ወርሒ ገበርኩ። እዚ ደስ ዘይበለን መሓዙተይ እውን ጥንሲ ከየስድድ ስለ ዝፈርሓ፣ ምስ ሰይቲ ኣቦይ እውን ጽቡቕ ርክብ ስለ ዝነበረን ንዓይ ከይነገራ ንዓኣ ንበይና ረኺበን ነገረኣ። እሳውን ኣዝያ ሰንበደት፣ እንተኾነ ግን ክስንብድ ከም ዘይብለይን ኣቦይ ክሳብ ዝፈልጥውን ኣብቲ ሓደ ገዛ ክጸንሕ ከም ዘለንን ክነግራኒ ነጊራተን ንሰንውን መጽየን ነግራኒ። ኣነውን እዚ ኩሉ ዋጋ ዝኸፈለለይ ኣቦይ እንታይ ክብል ከም ዝኽእል እናሓሰብኩ፣ ኣዝየ ተጨነቕኩ። ድሕሪ ክልተ ሰሙን ግን ሰይተቦይ ደዊላ ነቦይ ከም ዝነገረቶን ክመጽእ ከም ዘለንን ነገረትኒ። ኩሉ ናይ ቀረባ ቤተሰብ ኮይኑ እውን ሓተተኒ። ኣነ እውን ብዝርዝር ከይነገርኩ ኣፍቃሪየይ ከም ዝነበረ ነገርክዎም። ንዕኡ ረኺበ ከዛርቦ ከም ዘለኒ እውን ነገሩኒ። ረኺበ እውን ኣዘራረብክዎ። ንሱ ግን ከመይ ኢሉ ክኸውን ክኢሉ ብምባል ኣዝዩ ብሕርቃን ከዛርበኒ ጀመረ። ከይተሰማማዕና እውን ተፈላለና። ኣቦይ እውን ክልተ ሰባት ካብ ቤተሰብ ወሲኹ ናብ ኣዲኡ ከደ። እሱ እንዳ ኣዲኡ ይነብር ስለ ዝነበረ እምበር ኣቡኡ ብህይወት እዩ ዝነበረ። ንሕና ግን ብዛዕባኡ ጥዑይ ጌርና ስለ ዘይንፈልጥ ኢና ናብኡ ዝኸድና። እንተኾነ ግን ኣዲኡን ኣቡኡን ፍቱሓት ስለ ዝነበሩ እዩ ምስ ኣዲኡ ዝቕመጥ ዝነበረ። ናብ ኣዲኡ ምስ ከዱ እውን ኣዲኡ ኩሉ ስለ ዝነገራ ንገዛና ዘሰንብድ ነገር ነገረቶም እሞ ንሱ ኣነ ድንግልና ኣየፍረስኩዋን እዩ ዝብል። በዚ ኣዝዮም ሰንቢዶም ከለዉ እውን ምስ ወደይ ክዘራረብ እናበለት ግዜ ወሰደት። ኣነ እውን ወለድኩ። ቅድሚ ጥምቀት ክነግሩና እናተጸበና እውን ኣዲኡ ንወዳ ከፊላ ካብ ሃገር ከም ዘውጸቶ ሰማዕና። ድሕሪ ግዜ ግን ኣቡኡ ስለ ዝሰምዐ ማለት ኣቦሓጎ ወደይ ስለ ዝሰምዐ ኣብ ዓመት ወደይ ምስ ኣሕዋቱ ኮይኑ ብምምጻእ ምስ ገዛና ተላለዩ። ድሕርዚ ኣነ እውን እንዳ ኣደይ ቤተሰብ ኣብ ኢትዮጵያ ስለ ዝነበሩ ወደይ ሒዘ ናብ ስደት ኣምራሕኩ። ኣብዚ ምስ መጻኹ ንሱ ኣብ ሊብያ ኮይኑ ይቕሬታ ክገብረሉን ወዱ ኣብ ስእሊ ምስ ረኣዮ ከም ተጣዕሰን እዩ ዝነግረኒ ነይሩ። ይቕሬታ ገይረሉ ኣብ ዝእቶ ምስ ኣተወ እውን ሓንቲ መዓልቲ ምስ ደወለ ደዊሉለይ ኣይፈልጥን።